ጀሚሩ ድዩ ኦኬ ኣንቲ ናይ ብሓቂ እምበር ኣይርእን ኮይነ ዋላ ፅልሜት ድዩ ትሮፖ ግላስስ ምግባርካ ዓይንኻ የድክሞ እዩ ኣነ ዓይነይ ከ ክመርቶ ደልየ ኣለኹ መደቴሽን ኤኒወይ ናይ መደቴሽን ውዲ ኣራሲንኒ ብዛዕባ ናይ ረሊጅን ሓሳብ መፂ ሓሳብ መፂ ሕጂ ኦኬ ብዛዕባ ረሊጅን ከዓ ክዛረብ እዩ ሕጂ ረሊጅን ኦኬ ኣበይ ንሕና ኮንፌስ ንገብሮ ካልቸር ረሊጅን ስፒሪቹዋል ብብኝ ኦኬ እዚ ናይ መደትሽን ኩምፅለይ ሪሊጅን ሓደ ዓይነት ኩርቦ ሓደ ዓይነት ኣካያይዳ ናይ ሃይማኖት ዘለዎም እዩ ኣኾነ እንጂ ኣነኩም እየ ዝፈልጥ ካልቸር ክልተ ዓይነት ሪሊጅን ሓደ ዓይነት ካልቸር ክልኦካ ይኽእል እዩ ልምዲ እዩ ካችር ፎንቴን ስፒሪቹዋል ሕጂ ሰባትሲ ኣነ ረሊጀስ ኣይኮንኩን ፋር ፍሮም ኢት ኣነ ካብዘም ስፊስቲኬትድ እንደ ነይረ ሕጂ ግን ኣብ ስፒሪቹዋል ተቀይረ ኣለኹ መስለኒ ኣይ ቲንክ ሶ ኮንትሮል ክገብሮ ይክእልኒ ስፒሪቹዋል ኮንትሮል ኣይትገብረን ሃብ ኮንትሮል እዩ ዝገብረካ ነቨር ቢን ሪሊጅስ ነቨር ኣፕሩቭ many things ግን ሕጂ ሰብ ክዛረብኩለስ ሜክሲኮ ብሮ ምስቲ ሪሊጅን ኣም ፋር ፍሮም ኢት ኣም ኖት ሪሊጅስ ኣት ኦል ጉድ ሎርድ በት ስፒሪቹዋል እየ ብልበይ ስለ ዝሰርሕ ኤርትራዊት እየ ኩለን ኤርትራውያን ስፒሪቹዋል መንፈሳውያን ኣይበሃልን ኖ ኖ ኖ ስፒሪት ማለት ሳይንስ እያ ኩሎም ኤርትራውያን ሳይንቲስት እዮም ሄሪጎ ኣነ እዛ እዛ ከምኡ ወረ ሰሚዐ ኣለኹ ኤርትራውያን ሳይንቲስት በርቲዖም ገለ መለ ኤኒዌይ ኣብ ሳይንቲስት እያ ብልብና ስለ ንሰርሕ ብልቡ ዝሰርሕ ሳይንቲስት እዩ ምክንያቱ ኢስ ኦል ኣባት ኤነርጂ ኤነርጂ ልብና ፓም ፓም ፓም ጌራ ተስ ኤነርጂ የ ሶ ኩሉ ኤርትራውያን ስፔሻል ተን ሰበይትታት ኣዴታትና ሳይንቲስት እየ የ ስፒሪቹዋል ሶ ምክንያቱ ሕጂ ንመጀመርታ ግዜ ሳይንስን ስፒሪትን ተቀራሪቦም ኣሉ ማዕረ ኮይኖም ኣለ ሶ ከነ ከነዋቅዖ የብልናን ካልቸር ካልቸር ካብ ሚእቲ ዓመት ደስ ደስ ደስ ሓደ ነገር እንደገና ድሕርን ደጊምካዮ ድሕርን ደጊምካዮ ልምዲ ይኸውን ልምዲ ካልቸር ናና ካልቸር ይፈትዎ እየ ምክንያቱ ካልቸርን ሃይማኖትን ይራኸብ እዩ ኣሎ ክማን ምስ ሳይንስ ግን ዝያዳ ምስ ሃይማኖት ሃይማኖት ከዓኒ ጉርቦ እዩ ኦኬ ጉሩብ ሓደ ጉሩብ ንሓደ ነገር ይኣምኑ ብሓደ መንገዲ ኸዱ ከምታት የኾነ ከምኡ እዩ ምክንያቱ ሕጂ ንኣብነት ንሕና ኣብ ኤርትራ ከስላምን ክስታን ኣለና ኣስላም ግሩፕ ኣለዉ ክርስታን ግሩፕ ኣለዉ ሶ ኣስላምን ክስታንን ክልተ ግሩፕ እዩ ንዓና እኮ ብዙሕ ኣይብፅፀናን እዩ ስፕሪቹዋል ሳይንቲስት ስለ ዝበልኾና ግን ኣሎ እቲ ፍልልይ ኣነ ከብል እዚኦም ኩርቦ እዮም ኦኬ ኣብ ካልቸር ግን ክተሓዋወሱ ይኽእሉ እዮም ኣብ ስፕሪቹዋል እሞ ኩልና ሓደ ኢና ንሕና ንምንታይ ዲና ትሽዓተ እንታይ ድባር ትሽዓተ ቋንቋ ትሽዓተ ብሄር ብሰላም ንነብር ሳይንቲስት ስለ ዝኾና ምኽንያቱ ብልብና ስለ ንሰርሕ እዚ ሕጂ ሓሶት ኣይኮነን ብልብና ስለ ንሰርሕ ኣብ ልቢ ልብና ብፍቅሪ ፍሮም ደ ሃርት ስለ ንሰርሕ እምበር ደቂ ሓደ ልቢ ስኮይ ክንፈልጥ ክንክእል ኣለና እንታይ ጥጋዕ ወላ ኣብቲ እንታይ ይበሃልና ኣብቲ ወላ ኣብ ናይ ባህሊ ገለ ክገብሩ ከሎ ምድቃ ሓደ ልቢ ኤቭሪዌር ኣሎ ክንፈልጥ ኣለና ንምንታይ ከምኡ ሓቂ እንድዩ ሰሪሕናሉ ኮይና ክልቲኡ ሰሪሕናለን ኢና ኣርባዕተን ሰለስተን ሰሪሑ ናፅነት ክመን ኣይ ቲንክ ብያ ተራኺባ ምክንያቱ እቲ ኣብ ግብሪ ካብ ሰብ ደሜንሽን ኣብ ግብሪ ክርኢ ኣለዎ ኩሉ ነገር ኣርእዩና ዲግሪ ምስቃል ገለ ንሓና ግን ክልቲኡ እቲ ፍልጠትን ብቶት ናይ ርእሲ ናይ ሰለሳይ ብሬና ናይ ፍቕርን ክልቲኡ ጌርና ሰሪሕናሉ ኔና ደቂ ሓደ ልቢ ብልቢ ብፍቕሪ ብጻይነት ብሱ ኩሉ እቲ ሳይንቲስት ምዃኑ ኣብ ቦትኡ ካብ ቀደም ተሓላለፈ እዩ ሕጂ ዝተዓደገ ድመፀ ካብ ኣይኮን እዚኣ ክትመሃር ኣይትኽእልን ኢኻ ሕጂ እዚኦም ሳይንቲስት ቀርቡ ኣለዉ እምበር ነዛ ስፒሪቹዋል ክትምሃር ኣይትኽእልን ኢኻ ተሓላለፈ ኣብ ውሽጥኻ ተሓላለፈ ከምቲ ኣንተወ ዝበልኮ ቆልዓ ድሕን ወዲቑ ብድክ ኢልና ንሕና ነልዕሎ ንሕና ሳይንቲስት ስለ ዝኾና ኦኬ እቲኦም ምሁራን ግን ኦ እቲ ሓንጎሎም በታ ሳልሳይ ይሰርሑ ኦ ፖሊስ ያገለኸ ይብለና ገለ ጌርኩም ደፊእኩም ከራ ይፈርሕ ንሕና ከምኡ ይኮነን ናይ ሳይንቲስት ኢና ብልብና ኢና ንሰርሕ ኦኬ ሕጂ ኣብቲ ናይ ፍልልይ እንድዩ እቲ ሃይማኖትን ካልቸርን እቲ ስፒሪቹዋል ዊች ሳይንስ ኮንፊዝ ኣይንግበሮ በበይኑ እዩ ሓደ እዩ ኣሎ ተሓዋወሲ ኣብቲ ናይ ሃይማኖት ንዓነ ኣነ ሕጂ ብናተይ ድዛረብ ብናተይ ሃይማኖት ብናተይ ዓዲ ድዛረብ ኣሎ ግን ተጀሊሑ ወይ ተጀሊሑ ትዕሊ ኣለኹ ንእሽተይ ኣውፅኦም ምልእ ኣቢሎም ከም ገለ መለ ገይሮም ኣለዉ ኦኬ ንሕና ግን ብኤነርጂ ዋይስ ንፈልጦ ኢና ንሕና እቲ ፅቡቅ ግብሪ እንታይ የድልየና ሓሪስካ ምብላዕ ተሳኒኻ ምብላዕ ተፋቂርካ ተሓጒስካ ነብስኻ ምፍላጥ እዚ ትገብሮ እየ ኣዴታትና ኣቦታትና ሓድሽ ኣይኮነን ግን ብብዝሒ ውግእ ቢዚ ቢዚ ከም ኣብዚ ሕጂ ዓሰርተ ክልተ ሰዓት ሰብ ይሰርሕ ኣዎ ዓሰርተ ክልተ ሰዓት ሰብ ይሰርሕ ዓሰርተ ክልተ ሰዓት ድሕን ሰሪሕካ ኣቲኻ ድበላዕካዮ ኣብ ከብድኻን መዓኮርካን ተጠቂዕካ ክትድቅስ ግዜ ክህልወካን እዩ ነብስኻ ክትርኢ ክትሓጽብ ድዩ ኤክሰርሳይስ ድያ ክትገብር ዋላ መዲቴት ድያ ክትገብር ዋላ ፍቅሪ ክትገብር ስትረስ የምጽእ ስትረስ ድሕሪ መጺእካ ካብ ባእሲ ዴሲ ብዙሕ ነገር ሕማም መጽእ ስለዚ ንሕና ኣብቲ ናይ ኣዴታትና ናይ ኣቦታትና ክንከይድ ኣለና ሓደ ዲስካስ ክንገብር ክንክእል ኣለና ተመስገን ኣፕሪሼት ክንገብር ንኽእል ኣፕሪሼት ክንገብር ክንክእል ኣለና ምክንያቱ ምዕዳግ ምዕዳግ ምዕዳግ ምዕዳግ ሳትስፋይድ ኣይንኸውንን ኢና ዋይ ምክንያቱ ሓንኮልና ኢዝ ፖሉትድ ዊዝ ቲቪስ ን ማጋዚንስ ን ሚድያስ ክንፈልጥ ክንክእል ኣለና መን ምዃንና ስለዚ ድሕሪ ፈሊጥና መን ምዃንና እንታይ መምፂእና እትና ናብ ዛዕዲ ዘለና ይኮነ ኣብ ዓለም እንታይ ፈሊጥና ይቀለልና ክንነብር ሰላም ሰላም ክንነብር ሶ ናይ እዚኣ ሃይማኖትን ስፒሪቹዋልን ካልቸርን በበይኑ እዩ ይራኸብ እዩ ግን ምስ ሕጂ እቲ ረሊጅን ክራኸብ ጀምር ደሎ ምስ ሳይንስ ነበር ቢን ስፐሪቹዋል ግን ሳይንስን ዳርጋ ሓደ እዩ ስለዚ ኩሎም ኤርትራውያን ሳይንቲስት ኢና ንጠቀመሉ ንጠቀመሉ ጽቡቅ ክንረክብ ጠቅሙ ንጽቦ ክንረክብ ጽቦ ንዓና ጽቦ ንኹሉ ኣም ሹር ክንጥቀመሉ ኢና ግን ኣይነደንጉዮ ንጠቀመሉ ንደቅና ኣፍ ደገን ልብና ንኽፈተሎም ክጥቀመሉ ምክንያቱ ሰብ ይሰርሓሉ ኣሎ ንሕና ድሕሪ ድሕርቲ ኣይንኾን ኢና ኣለና ቦትኡ ግን ድሕ እንዳረሓካ ድሕን ከድካ እንዳረሓካ እንዳረሓካ ሲቪላይዝ ክንከውን ክንብል ድሕርቲ ክንተርፍ ሓራም ደቅና ድሕሪት ክተርፉ Anyway እዚኣ ናይታ ፍልልይ ንዓይ ንዓይ ከም ዝርዳእኒ እዚ እመኑኒ እመናኒ ዘይኮነሲ ንዓይ ከምኡ እዩ ዝርዳእኒ ከምዚታት ክሰምዕ ከለሖ ገለ መለ ፅቡቅ ገይረ ዝሰጠም ምሳይ እቲ ካልእ ግን ብዙሕ ብዋይ ብዙሕ ብዋይ ሕጂ ግን ላይፍ ኢዝ ሜኪንግ ሰንስ ፎር ሚ ኣሃብት ሜክስ ፎር ዩ ዝመል ባይ